መርሓባ መርሓባ መርሓባ ኣብዛ ቪድዮ እዚኣ ድማ ብዛዕባ ቃላት ክዳውንቲ ቀዳሞት ክንርኢ ኢና ቃላት ክዳውንቲ ቀዳሞት እዘን ኣብዚ ስእሊ ንሪእን ዘለና ስእልታት ክፋል ክፋል እየን እምበር እዚአን እየን እዚ ወይ እዚኣተን እየን ማለት ኣይኮነን ግን ጀስት ንመዘኻኸሪ ኣብዚ ንሪኦ ዘለና ኣገባብ ኣካዳድና ኣብዚ ንሪኦ ዘለና ኣገባብ ኣካዳድና ኣብዚ ንሪኦ ዘለና ናይዚ ቆልዓ ናይዘን ኣንስቲ ዝተፈላለየ ዓይነት ኣሰፋፍያ ምዃኑ ንምዝኸኻር እየ ብዝተረፈ ናብ ቃላትና ከነኣቱ ጋቢ ብጡጥ ዝስራሕ ርዝን ዝበለ ነፀላ ብጡጥ ዝስራሕ ርዝን ዝበለ ነጸላ ካባ ክዳን ምስሌነ መንጠሊና ክዳን ሓዘንተኛ ፈርጊ ዓይነት ኩታ ጥልፊ ብጡጥ ተፈቲሉ ዝስራሕ ክዳን ደቂ ኣንስትዮ ወል መብዛሕትኡ እዚ ንጠቕሶ ዘለና ብጡጥ ተፈቲሉ ዝስራሕ ክዳውንቲ እዩ ኩታ ደጊመ ኣመስለኒ እዚ ኖኖ ኣይደገምኳን ኩታ እዚ እውን ብጡጥ ተፈቲሉ ዝስራሕ ካብ ጋቢ ፍኹስ ዝበለ ነፀላ እዩ ባዕሉ ይዓቢ ወይ ድማ ዓብዪ ኩታ ንምባል እዩ ባዕሉ ይዓቢ ዓይነት ኩታ እዩ ግን ዓብዪ ኩታ ማለት እዩ እዚ ባርኖስ ክዳን ሽሞኛታት እዩ እዚ ክዳን ሽሞኛታት ዝነበረ እዩ ባርኖስ እጀ ጠባብ ብዓለባ ጀዲድ ዝስራሕ ናይ ላዕሊ ክዳን እዩ ጀጠባብ ኣፈዋሾ ክዳን ኣንስቲ ዝነበረ እዩ ጥብቆ መብዛሕትና ንፈልጣ ኢና መስለኒ ዲኖ ኣልባስ ኣዕሩኽ መርዓዊ ዲኖ ዋላ ስጋብ ሕጂ እውን ኣብ መርዓ ነዘውትሮ ኢና መስለኒ ብዙሕ ግዜ ዲኖ ተኸዲኖም ኣዕሩኽ ክድብሉ ንርኢ ወይ ክስዕስዑ። ፊዳ ዝበሃል ድማ ሓጺር ስረ ኣቡጀዲድ እዩ። ፊዳ ሽወሽ ድማ ነዊሕ ስረ ኣንገት በላይ እዚ መስለኒ ከም ሽሙ ካብ ኣምሓርኛ ዝበቆለ ይመስል ግን ዓይነት ጥልፊ እዩ ነይሩ ዓይነት ጥልፊ ኣንገት በላይ ድርብ ቀሚሽ ንበሃል ነይሩ ጥልፊ ዓዲ ሓረ ዝበሃል ነይሩ ሙዳ እንግሊዝ እዚ እኳ ምስ እንግሊዝ ዝኣተወ ስፌት እዩ ናይ ደቂ ተባዕትዮ ኣብ ሰለፉ ይዐርዩ ግፍሕ ዝበለ ገፊሕ ኣብ ታሕቲ ድማ ቀጢሉ ዝሕዘካ ወይ ፅብብ ዝበለ ሞዳ እንግሊዝ እዚ ሎሚ ክዳን ሓበሻ ንክደኖ ዘለና እቲ ስረ ዓይነት ኣሰፋፍያ እዩ ሞዳ እንግሊዝ ዝበሃል ማቕ ድማ ወርቃዊ እድያት ዘለዎ እዚኣ ተጋጊ ኣለኹ ስፐሊን እድያት እዚኣ ከምዚ ክትከውን ኣለዋ ስፐሊን ተጋጊየ ጸኒሐ ወርቃዊ እድያት ዘለዎ ናይ መኳንንቲ ዓይነት ካቦት እዩ እዚ ማቕ ዝበሃል ማቕ ኣስናፊ ዝበሃል ድማ ስረ ግትር፣ ስረ ግትር እዚ ኣብ ሰሎፉ የዕርዩ ገፊሕ ኮይኑ ኣብ ሓላኺት ከዓ ቀጥ ኣቢሉ ዝሕዝ ማለት እዩ። ክብሳ ዝበሃል ድማ ከምኡ ዓይነት ኮይኑ ካብ ብርኪ ውርድ ዝበለ ስረ ካብ ብርኪ ውርድ ዝበለ ስረ ክብሳ ይበሃል ሽራራ ዝበሃል ድማ ነይሩ እቲ ሽራራ ሓፂር ኣገልድም ክዳን እዩ እቲ ሽራራ ካብ ቆርቦት ክኸውን ይኽእል እዩ ካብ ጨርቂ ክኸውን ይኽእል እዩ ጨርቂ ማለተይ መብዛሕትኡ ግዜ ብጡጥ ዝፍተል ወይ ድማ ዝእለም ዝነበረ ክዳን እዩ ሳርያን ጁባ ድማ ጁባታት ዝበዝሕዎ ናይ ላዕሊ ክዳን ሳርያን ጁባ ድበልባ ዝበሃል እውን ነይሩ እዚ ድበልባ ድማ ስረ ደቂ ኣንስትዮ እዩ ድበልባ ስረ ደቂ ኣንስትዮ ድርዕቶ ድማ ብልቕብቃብ ኣጭርቕቲ ያቲ ስፐሊን ብልቕብቃብ ኣጭርቕቲ ዝስራሕ ኮቦርታ እዩ ብልቕብቃብ ኣጭርቕቲ ዝስራሕ ኮቦርታ ድርዕቶ ፋረ ንብሎ ድማ ክዳን ዓቀይቶት ዝነበረ እዩ እታ ነዓቀይቶት መብዛሕትኡ ግዜ ካብ ናይ ካብ ቆርበት ዝስራሕ እዩ ምስ ጨጉሪ ከሎ ገለ ምናልባት ተሪእኹሞ እዚኦም ቀዳሞት ተዋጋእቲ ኣብ ርእሶም ናይ ኣንበሳ ወይ ናይ ካልእ ዓይነት እንስሳ ምስ ጨጉሩ ከምኡ ድማ ኣብ ዝባኖም ዝኽደንዎ ከምኡ ዓይነት ፋሬ እዩ ዝበሃል ኣልባስ ድማ ኩላህና ከም ንፈልጦ ክዳን ካህናት እዩ ኣልባስ ቅናት ወይ ድማ ሕዛብ እዚ ድማ ካብ ዝተፈላለየ ካብ ቆርበት ክኸውን ይኽእል ከምኡ ድማ ካብ ማእለማ ክዳን ካብ ጡጥ ክኸውን ይኽእል ግን መቐነቲ ክዳን ማለት እዩ መቐነቲ ክዳን ከምዚ ከም ዝነበረ ከዘኻኽረኩም ይደሊ ብዝተረፈ ቪድዮና ኣብዚ ወዲእናዮ ኣለና ሰሰናዩ ጥጥዕሙ ንዓኻትኩም ይኹን see you in the next video